ኣርብዓ ዓመት ተዋጊኡ ብዝሙት ዝወደቐ ፈላሲ። ብስም ኣምላኽና ጎይታና ኢየሱስ ክርስቶስ ብስም ኣቦኡ ኣብን ብስም መንፈስ ቅዱስን ሓደ ኣምላኽ ዘለዓለም ሥላሴ። ፍትዋት ስድራ ህመይ ትጸንሑታ ሎማዓንቲ ሒዘልኹም ዝመጻኹ ዛዕባ ብዛዕባ ኣርብዓ ዓመት ዝተጋደለ ፈላሲ ልብል ክኸውን እዩ። መንፈሳዊ ህይወት ይቐድም እግዚኣብሔር ይብለጽ ኣብ ህይወትና። ልዕል ካብ ዝበሉ ፈለስቲ ኣቦታት ሓደ ከም ዝበለ። ኣነ ናይ ጣዎት ካህን ወዲ ነበርኩ። ብንእስነተይ ኣብ ጣዖት ገዛ ውሽጢ ተቐሚጠ ናብ ጣዖት ገዛ ኣቴ ንኣጋንንቲ መስዋእቲ እንተቕርበሎም ኣቦይ ይሪኦ ነይረ። ሓደ መዓልቲ ብሽሉኽታ ኣቴ ኣብቲ ጣዖት ጥቓ ጠጠው ኢለ ሰይጣን ተቐሚጡ ረኣኽዎ። ሰራዊቱ ኩሎም ደማ ደው ኢሎም ነበሩ። ሓደ ካብዞም ሰራዊት ዓብዪ ናብኡ ቐረበ፣ ሰገደሉውን። ሰይጣን ድማ ካበይ ኢኻ መጺእኻ ኢሉ ሓተቶ። እከለ ኣብ ዝበሃል ሃገር ነይረ በሎ። ኣብኡ እንታይ ጌርካ ኢሉ እንትሓቶ ኣብኡማ ባእስን ሞትን ደም ምፍሳስን ኣልዓልኹ እዚ ደማ ክነግረካ ወይ ደሞ ከብስረካ መጺኤ በሎ። እዚ ብኽንደይ መዓልቲ ኢኻ ጌርኻዮ ኢሉ ምስ ሓተቶ ኣብ ሰላሳ መዓልትታት እዩ በሎም። ሰይጣን ተቖጢዑ ደብዲቦም ገሪፎምን ካብ ቕድሚኡ ንከብጽእዎ ኣዘዘ። ኻልኣይ ሰይጣን መጺኡ ድማ ካበይ ኢኻ መጺእኻ? በሎ። ኣብ ውሽጢ ባሕሪ ነይረ ኢሉ መለሰሉ። ማዕበላትን ንጹጽታን ኣልዒለም ድማ መርከቡ'ውን ኣስጠምኹዎ። ብእኡ ደማ ብዙሓት ሰባት ኣስጢመዮም። ሞቱ ደማ። እዚ ደማ ክነግረካ መጺኤ በሎ። እዚ ብኽንደይ መዓልቲ ኢኻ ጌርካዮ? ኢሉ ሓተቶ። ዒስራ መዓልቲ በሎ። ንኻልኣይ ወቒዖም ገሪፎም ካብ ቕድሚኡ ንከብጽእዎ ኣዘዘ። ኣብቲ መዓልቲ'ዚ ጥራሕ ኢኻ ሰሪሕካ። ኣይሰራሕኻን በሎ። ንሳልሳይ ግዜ ኻልእ ሰይጣን መጺኡ ምስ ሰገደሉ፣ ንስኻኸ ካበይ ኢኻ መጺእካ? በሎ። እገለ ኣብ ዝበሃል ሃገር ነበርኩ፣ ኣብኡ ደማ መርዓ ነበረ። ኣብቲ ውሽጢ መርዓ ኸዓ ባእስን ሞትን ደም ምፍሳስን ገይረ እዚ እውን ክነግረካ መጺኤ በሎ። እዝሲ ብኽንደይ መዓልቲ ኢኻ ጌርኻዮ ምስ በሎ ኣብ ዓሰርተ ሓደ መዓልቲ በሎ። ኽንድዚ መዓልቲ ስለ ዝደንጎኻ ክገርፉኻ እዮም ኢሉ ኣዘዞ። ገሪፎም እውን ሰደድዎ። ንራብዓይ ሓደ መጺኡ ሰገደሉ። ንስኻኸ ካበይ ኢኻ መጺእኻ? በሎ። ሓደ ፈላሲ እናተዋጋእኽዎ ነርብዓ ዓመታት ምሉእ ኣብ ገዳም እየ ነይረ በሎ። ኣብታ ለይቲ እዚኣ ግን ኣልዒለ ብዝሙት ኣውዲቐዮ። ሰይጣን ምስ ሰምዖ ተላዒሉ ስዒሙ፣ ኣብ ርእሱ ዘሎ ዘውዲ እውን ኣውጺኡ ደፍኣሉ። ኣብ ዙፋኑ ምስኡ እውን ኣቕመጦ። ዓብዪ ስራሕ ኢኻ ዝሰራሕኻ፣ ዓብዪ ስራሕስ ንስኻ ኢኻ ብቻ ሰሪሕኻ በሎ። ናይ ጣዖት ካህን ወዲ ዝነበረ ፈላሲ ከምዚ በለ፣ ኣብኡ ኣብ ዝነበርኹ ግዜ ብልበይ ከምዚ በልኩ፣ ናይ ፈለስቲ መነኮሳት መቕመጢን መዓርጋትን ካብ ኹሉ እዩ ዝበልጽ በልኩ። ንድሕነተይ መንገዲ ዝኾነኒ እዚ እዩ። ብናይ እግዚኣብሔር ፍቕሪ ኣብቲ ግዜ ወጺኤ ፈላሲ ኮንኩ። በለ። ፈለስቲ ኣብ ገዳማዊ ሕይወት እንትነብሩ ኸንዱዚ ዝኣክል ፈተናን መንከራታትን ከም ዘለዎም ኣርባዓ ዓመታት ምሉእ ሰይጣን ተኸታቲሉ ብዙሙት ከም ዘውደቖ ርኢና ኣለና። ሰይጣን ተስፋ የብሉይ ግን ተስፋ ይቆርጺ ወዲ ሰብ ግን ተስፋ ኣለዎ ግን ተስፋ ይቆርጽ ገዳማዊ ህይወት ከብዚ ዝበለጸ ፈታኒ ህይወት ምዃኑ ከብዚ ታሪኽ እዚ ንመሃር። ሰብስክራይብ ለይገበርኹም ኣሕዋት ሰብስክራይብ ናገበርኹም ክትሰምዑታ ነተሓሳስብ ሼር ላይክ በልዎ ኣብዚ ይጽንሐልና ወስብሓት ለእግዚኣብሄር።